መርሓባ ኩቡራት ኤርትራውያን ንሕና ኩሉ ግዜ ደቂ ሃገር ኢና ሃገርና ስለተዘመትና መሰልና እውን ስለተረግፀ ሕጊ እውን ስለዘይብልና ሓርነትና እውን ስለተጨውየ ምእንቲ መሰልና ምእንቲ ሓርነትና ንቋወም ዘለና ሰባት ምኳንና ኩላትና ብሓባር ንፈልጦ ማለት እዩ ክቡራት ኤርትራውያን ንሕና ኤርትራውያን ገዚእና ዘሎ ሓደ ሶቬታዊ ስርዓት ኣይኮነን ገዚእና ዘሎ ሕልናና እዩ ገዚእና ዘሎ ሓንጎልና እዩ ገዚእና ዘሎ ከዓ ነብስና እዩ ብእምሮና ኣሲሩ ገዚኡና እዩ ዘሎ ስርዓት እዚ እዚ እምሮና ኣሲሩና ዘሎ ግን እዚ ህዝቢ እዚ ንምቕላስ ዓቕሚ ስኢኑ ዘይኮነ ንምውዳብ እውን ዓቕሚ ስኢኑ ስለ ኣይኮነን ንኩሉ እቲ ንኡ ከበግሶ ዝኽእል ዝበሎ ታባታት ወይ ድማ ተን ከበግሳና ዝኽእላ ዝበለን ብምሉእን ስርዓት ወቀይዎን ይፀንሕ ንሰን ድማ ሃይማኖት ኣውራጃ ዓሌት ነዘን ሰለስቲኤን ኣቐዲሙ ስለ ዝሓዘን እዚኤን እየን እተን ኣናሽተን ኮረረረረ ከብላ ዝጸንሓ ክቡራት ኤርትራውያን ኩሎም መንእሰይ ክውደብ ግዜ ውዘሉን እዩ ንቃልሲ ንክብገስ እውን ድሌታት ኣለዎ እዩ። ነዚ መንእሰይ ዝዓቱ ዘለዉ ግን እቶም ዓንድታት ኣቐዲሞም ሓሊፎም ሰውራ ኣለናን ውድብ ኣለናን ዝብሉ ዝጸንሑ እዚኦም እዮም። ነዚኦም ድማ ኣብዚ ሰዓት እዚ ንሕና ንሰብሮም ኣለና ክቡራት ኤርትራውያን። ኩሉ ግዜ ሓበ ቃልሲ ህዝቢ ኤርትራ ዘማእዝኖ ይደሊ ዘሎ፣ መገዱ ዘኽብሮ ይደሊ ዘሎ፣ ብምሉእ ወዱን ጓሉን ሰብኣዩን ሰበይቱን ደላይ ሓርነት እዩ ደላይ ቃልሲ ምዃኑ ከኣ ንሕና በጽሕናዮ ኢና። እቲ ንዓና ዓጊቱና ዝጸንሐ ሰንሰለት እውን በጺሕናዮ ኣብ ምብጣሱ ንኸይድ ከም ዘለና ኩሉ ኤርትራዊ ክፈልጥ ክኽእል ኣለዎ። ተደጋጋሚ ኣነ እገልጽ እየ ኣብቲ ልዕሊ ሽማውያን ውድብ ኣለና ንዝብሉ ዝጠስጠሰ ውድብ ዝመሽመሸ ውድብ ነብሶም ዘይመሓደሩ ህዝቢ ከመሓድሩ ዘይክእሉ ሰባት ንሃገር ከመሓድሩ ኣይክእልን እዛ ሃገር ዘድልያ ዘሎ ኤርትራዊ ሃገራዊ ውፉይ እስላማይ ዘይብል ክስታናይ ዘይብል ሰሆታይ ዘይብል ብሌነታይ ዘይብል ኣፍረታይ ዘይብል ንኤርትራ ዝብል እዩ እዚ ዘድልየና ዘሎ ንሕና ድማ ነዚ ኢና ንሓልም ዘለና፣ እዚ ክብሪ እዚ ከኣ ክነምጽኦ ኢና፣ ኣምጺእና ካብ መኣዝኑ ክንሕዞ ምዃንና ኩሉ ኤርትራዊ ክርዳእ ክኽእል ኣለዎ። እዚ ካብቲ ናይ ዕስራን ሸሞንተን ዓመት ንህዝቢ ጋሪዶሞ ጸንሑ ካብኡ ዝወሰድናዮን ዝቐሰምናዮን መነመን እዮም እዞም ሰባት እዚኦም? ኣበይ ስርዓት ወቂዕና ጸንሑ ኣበይ ዓጊቱና ጽንሑ ነዚ ኩሉ በጽሕናዮ ኢና ክቡራት ኤርትራውያን እሰን እተን ሰለስተ ኩርናዕ እየን ሃይማኖት ኣውራጃ ዓሌት ኣብዚኤን እዩ ዓሪዱና ጸንሑ ኣብዚ ኣብዚ ዘለዉ ከዓ ብምልኦም እቶም ልኡኻት ናተዮም ኣቐዲሞም ዝሓለፉ እዮም ዝምወሉን ዝተፈላለየ ዓይነት ብሚድያን ዝጥቀሙልና ዝጸንሑ እዮም ስለዚ ንሕና ሕጂ እቲ ንኸዶ ዘለና መንገዲ ሓደ ሃገራዊ ቃልሲ መሓመድ ተስፋይ ትሮይኒ መርየም እዚኦም ዘለዎ ሓበራዊ ኤርትራዊ ቃልሲ ኤርትራዊ ሰብ በድልየና ስለ ዘሎ ድማ ንሕና ነቲ ኤርትራዊ ሰብ ንሕና ነውፅኦ ኣለና ክቡራት ኤርትራውያን መንእሰይ ድማ ዲኖሞ ናይቲ ሃገር ስለ ዝኾነ መንእሰይ ድማ ክቋምት ክርኢ ክሜሪ ስለ ዘለዎ ቅረቡና ኣነ ትቃልስ ዝበሃል ክሃንጽ እየ ብኤርትራዊ ሓጻን ካብን ሰለስተ ባዕትታት ካብ ሃይማኖትን ካብ ኣውራጃን ካብ ዓሌትን እዚኦም ሸፊቶም ዘለዉ ካብኦም ምሒ ኣነ ትቃልሲ መስመሩ ክትሕዘ ኣነ ክብል ከለኹ ኣነ ኣይኮንኩን ኤርትራውያን እዮም ከማይ ዝኣምሰሉ እዮም ኣነ ስራሕ ኣለኹ እሶም ሰርሑ ኣለዉ ኩላትና ንፅዕር ኣለና ኩላትና ንቃልስ ኣለና ናበይ ኢና ንቃልስ ዘለና ነዘን ሰለስተ ባዕቲ እዚአን ሴርና ኤርትራዊ ቃልሲ ኤርትራዊ ህዝቢ ንምርካብ ጥራሕ እዩ ይህን ወላ ሓንቲ የለን እዚ ስርዓት እዚ ሓንቲ ዓቕምን ባይታ ዘይብሉ ስርዓት ብኣናይ ኣብ ርእሲና እዩ ተሰቂሉ ዘሎ ብኣና እዩ ካኣ ደው ኢሉ ዘሎ ነዚ ኣብ ዝባና ተሰቂሉ ዘሎ ግን ንሰብሮ ኣለና ኣየናይ ነጊረኩም እየ ኣነ ሃይማኖት ኣውራጃ ዓሌት ኣበን እዩ ተሰቂሉና ዘሎ ነዚኤን ካብ ርእስና ምሑ ምሑ ኣቢልና ንኡ ምጉሓፉ ብዘይ ኮይኑ ካልእ ወላ ሓንቲ ጸገም ዘለዎ ኣይኮነን ክቡራት ኤርትራውያን ልዕሊ ኩሉ ንሕና እቲ ክንብሎ እንደሊ እቲ ሰብ ዝገብሮ ክንገብር ኢና እቲ ህዝቢ ክረግእ እቲ ሰብ ዘብሮ ዝገብሮ ኩሉ ክንገብር ኢና እቲ ካብ ኣምላኽ ዘድሊ ነገር እንተልዩ ድማ ንግበር እቲ ናይ ኣምላኽ እውን እስከ ህዝቢ ኤርትራ ኩሉ ይግደፎ እዚ ሃይማኖት ኣውራጃ ዓሌ ዝበሃል ገዲፍ ናብ ኣምላኽ እውን እመለስ እቲ ህዝቢ ክረግእ ንሕና ተቓልሲ ነቕፅል ኣለና እቲ ህዝቢ ግን ክረግእ ምእንቲ እስላማይ ንሸውዓተ መዓልቲ ዱዓ ግበር። ክርስትያን ንሸውዓተ መዓልቲ ምህልላ ግበሩ። እቲ ናይ ኣምላኽ እውን ክንፍትኖ ምእንቲ። ስለምንታይ ንዝብል ሕቶ ኩሉ ግዜ ንሕና ኣብ ትሕቲ ኣምላኽ እቲ ንሕና ነካይዶ ቃልሲ እምነት ዘይብሉ ድማ ህዝቢ ክመርሕ ኣይክእል ህብ ህዝቢ እውን ከቃልስ ኣይክእልን እዩ። እቲ እምነት እውን ሓዞ እሞ እስከ ሸውዓተ መዓልቲ እስላማይናን ክርስታይናይናን እስከ ዱዓ ንግበር እዚ ሰብኣይ እዚ ጋሕ ክብለና ምእንቲ። ታምላኽ ውን ተኽእሎን ሓይልን ኣለዎ። ሸውዓተ መዓልቲ እስላማይ ክስታናይ ተማህልሉ። ነዚ ርጉም ሰይጣን ዘጥፋልና ኢልኩም ተማህለሉ። እቲ ናይ ኣምላኽ ውን እስከ ክንገብር እቲ ሰብ ዝገብሮ ከኣ ንገብር ኣለና ስለዚ ኣብ መኣዝና ተጠምዚ ዝጸንሖ መኣዝን ኣብ ቅኑዕ መኣዝን ንክነትሕዞ ክቡራት ኤርትራውያን እዘን ሰለስተ ቫይረስ ባዕትታት ገዲፍና ኣብቲ ሓቀኛ መንነትናን ኣብቲ ሓቀኛ ኤርትራውን ኣብቲ ሓቀኛ ቃልስን ጥራሕ ኢና ክንከይድ ዓባይ ዶሽ ካሜራ ኢሳያስ ጥቀመላን ብፍላይ ከዓ ብብሔረ ትግርኛ ጥቀሙላ ማለት እዮም ትግራዋይ ትግራዋይ ትግራዋይ ትግራዋይ ትግራዋይ እዚኣ ማንም ኤርትራዊ ክርድኣ ምእንቲ ፈንጂ እያ። ሰማንያን ሓደን ድሕሪ ምድምሳስ ጀብሃ ኣብ ባድመ ዝቐበራ እዩ። ሕጂ እውን እታ ፈንጂ ኣብኣ እያ ዘላ። ስለዚ እንታይ ዝገብር ሓንቲ የብሉን ብጀካኣ ዓጋመ ኢኻ ስኻ፣ ትግራዋይ ኢኻ ስኻ፣ ትግራይ ትግርኚና፣ ሰሜን ትግርኛ፣ ደቡብ ትግርኛ እዚ ኩሉ እታ በትሪ ናቱ እዚኣ ጥራሕ እያ ዘላ። እቲ ካልኣ ባትሪ ኩሉ ሲርና ኢና ሕጂ። ንሕና ህዝቢ ኤርትራ ከም ብእኩቡ ምስ ትግራይ ዘራኽብ የብልናን። ተጋሩ ኢትዮጵያውያን እዮም። ንሕና ከኣ ኤርትራውያን ኢና። ብኦም ዘዛርብ የብልናን። ብጀካ ኣህጉራዊ ዶብ ዘራኽብ የብልናን። ኣብ ሕሉፍ ኣብቲ ሓርነታዊ ቃልሲ ዝነበረ ምትሕግጋዛት ነይሩ ክኸውን እዩ። ክልቴና ተረጋጊጽና ነይርና ኢና። ኣሉታ ኣለዎ ኣውንታ ኣለዎ። ንኹሉ ብቕኑዕነት ዋላ እንተዘይረኣናዮ፣ ነቲ ኣወንትኡ ርኢና ግን ብኣህጉራዊ ዶብ ሰላም ጌርና ክንነብር ንኽእል ኢና። ካብ ንኢትዮጵያ ንብል ንኣና ብቅርበት ዝቐርቡናን ንሰውራ ኤርትራን ንቃልሲ ኤርትራን ክሳብ መጠረሽታ ዘብጽሕዎ ግን ሱዳን እዩ። ንምንታይ ድኣ ብሱዳን ዘይንዛረብ ንሕና? ኣይንዛረብን ኢና። ስለምንታይ? እቲ ስርዓት ዘዛርበና ስለ ዘሎ ማለት እዩ። እቲ ስርዓት ኩሉ ግዜ ሰባሪ ጻሕሊ ስለ ዝኾነ እዩ። እቲ ህዝቢ ግን ብንጹር ክርድኦ ክኽእል ኣለዎ። ሱዳን ዘይነይራ እንተትኸውን ኤርትራ ኣይኮነን ሽም ኤርትራውን ኣይምተላዕለን ነይሩ። ንሰላሳ ዓመት ምሉእ ሕቖኣ ሂባ እያ ጸይራትና ክሳብ ናጽነትና ክንረክብ። ኣብ ኹናት ዓውዲና ገራጃትና ኣብኡ፣ ደጀንና ኣብኡ፣ ገራጃትና ኣብኡ፣ ዕጥቅናን ስንቅናን ብኦም ዋልታ ኮይኖምና ስጋብ ናጽነትና ዘብጽሑና እዚኦም ሱዳናውያን እዮም ግን ንሕና ኤርትራውያን ሰበርቲ ጻሕልና ኢና ተመሊስና ትግራይ ኢትዮጵያ ንብል ዘለና ነጥፋዕትና ንድግፍ ኣለና ተመሊስና እዚ ኸኣ መን እዩ እቲ ስርዓት ንሕና ኣይኮናን ኣብ እእምሮና ሰፊሩ ትግራይ ትግራይ ወያነየ ወያነ ዘብል ኣብ ሓንጎልና ክሪስታልና ጠውይዎ እዩ ሓቂ ፋል ኣሎ ብቀረባ ንሕና ብምሕ ዝነብ ቃልሲ ምሳና ደው ኢሉ ዝመከተ መንግስቲ ሱዳን ህዝቢ ሱዳን እዩ ግን ልክዕ እቲ ዝበልዓናሉ መኣዲ ንሰብሪና ጠላም እንዲ ከዳዕ እንዲሱ ጠሊምና እዩ ንኩላትና ንስውኣት ጠሊሙ መቃልሲ ጠሊሙ ንኩሉ እቲ ኣሎ ዝበሃል እቲ ብክብሪ ክትሓዝ ዝግብኦ ሃሪምዎ እዩ ንሕና ከዓ ብናቱ መገዲ እንታይ ንኸውን ኣለና ክንዲ ነዞም ክሳብ ሓርነትና ክሳብ ስንኩላና ፕረሱዳን ዝዓቆቡ እሞ ኩሉ ክብርታት እዚ ኩሉ ሓገዛት ዝገበሩልና ንኡ ሴርና ኢኹ ኦና ሴርናስ ናበይ ንኸይድ ኣለና እዚ ኩላትና ንፈልጦ ጉዳይ ኤርትራውያን እዚ ታሪኽ እዩ ታሪኽ ከኣ ኣይድምሰስን ሓቂ እዩ ክንመልሶ ኢና ግን ታሪኽ ኣብቲ ቦትኡ ክንመልሶ ኢና ኣብቲ ሓቂ ኢና ንሕና ክንዛረብ ኣብ ዘይተወልደ ወይ ድማ ኣብ ዘይነበረ ንዛረብ ኢና ንሕና ንትግራይ ከምዛ ንብላ ዘለኹ ብጀካ ኣህጉራዊ ዶብ ብኻልእ ንፈልጦ ጉዳይ የለን ንሓርነታዊ ቃልስና ኣብቲ ሰላሳ ዓመት ግን ኣብ ጎንና ደው ዝበለት መንግስቲ ሱዳን ጥራሕ እያ። እዚ ፈቲና ጸሊእና ንሓቂ ማንም ክረግጾ ዝኽእል ሰብ የለን። ሓቂ እዩ እዚ ታሪኽ እዩ። ዘይነበረ ታሪኽና ክንምህዝ ኣይኮናን፣ ዘይነበረ ክነምጽእ ኣይኮናን። ግን ብመን ተጠምዚዝና ንኸይድ ኣለና? በዚ ዲክታቶራዊ ስርዓት እምባገነን እሱ ተዛረቦ ኢና ንዛረብ እሱ ዝበሎ ኢና ንብል ዝተኸደኑ ከማን ክኽደኑ ነይሮም እዮም ርኢና ኢና ንሕና ሳይራን ክዳን እሱ ተተኸደኑ ኩሎም እቶም ሓለፍቲ እዮም ዝበሃሉ መገብገብ ዘይብሎም እዮም ሳርያን ተኸዲኖም ደድሕሪ ጀብጀብ ይብሉ ሳንደል ሳእኒ ተተኸዲኑ ሳንደል ክደኑ እሱ ተዛረቦ ክንደግም ጥራሕ ሓንጎልና በሊልዎ እዩ ነዚ ግን ሕጂ ንሕና ክንወቕዖ ኢና ብኸመይ መገዲ ክውቃዕ እዩ? ኣበየናይ ግዜ እዩ? ኣበየናይ ኩርናዕ እዩ? እዚ ነጊረኩም እየ፣ ነተን ሰለስተ ክብርታት እዚኣን ንሱ ኣብአን ሸፊትወን ዝጸንሐ፣ እዚኤን ተወቂዐን እየን፣ ሎሚ ኤርትራዊ ኣብ ኣውራጃን ኣብ ዓሌትን ኣብ ሃይማኖትን ዘሎ የለን። ወላ ሙሉእ ብሙሉእ ደው ኣይበል እርኢ ኣሎ ጥምት ኣሎ ምኽንያቱ ንሓደ ጸላኢኻ ርእስኻ ጸይርካስ ብኡ ጥራሕ ክትንበር ኣይክእልን ንሕና ናትና ክንገብር ኢና እቲ ከሰጉመና ዝኽእልን እቲ ከቃልሰና ዝኽእልን ክንገብር ኢና ክንገብር ክንብል ከለና ኩላትና ብሓባር ንሕና ኤርትራውያን ኢና እቶም ኤርትራውያን ድማ ከምዛ ዝበልኩኹም ኣነ ንሕና ኣብ ኣውራጃም ዓሌትን ዘይኮናስ ነቶም ገፈል ገፈል ገፈል ገፈል መጀመርያ ምድሪቤትና ነጽሪ ክንክእል ኣለና ምድሪቤትና ኣጽሪና ድማ ንሕና ኩሉ ግዜ ክንሃንጽ እንከለና ሓደ ፎንደስዮኒ ሓደ ገዛ ክትሃንጾ መጀመርያ መሰረቱ እንተዘይ ኣጥሪካዮ ወላ እቲ ሮሻን ሰማይ ጠቀስ ሮሻን ተመጽዩ ረማዕማዕ እዩ ዝብል ህዝቢ ኤርትራ ድማ ርእሲ ይስኢኑ ዘሎ መሪሕ ንሓቀኛ ቃልሲ ዘርኢ መገዲ ዝሕብር ጥራሕ ስኢኑ እምበር ህዝቢ ኤርትራ ዝሰነፍ ኣይኮነን። ኣበይ ሰኒፉ ጸኒሑ እዘን ክብታት እዚኤን እዘን ድፋዓት እዚኤን ሰለስተ እዘን በረኽቲ ቦታታት ሒዙልና እዩ ጸኒሑ። ንእን ሕዚ ከኣ ናብእን ንሕና ንኽንደርፍ ዕስራን ሸሞንተን ዓመት በጽሕና ኢና። ስለምንታይ ንሕና ኩሉ ግዜ ሰብ ኣብ ጌጋ ጥራሕ ኣይነብርን። ጌጋ ኣሎ ምሳና ኣብ ጌጋ ግን ክንነብር ኣይንኽእልን ኢና ብመሰረቱ ንሕና ኤርትራውያን ኢና ዘድልየና ንሕና ኤርትራ እያ ዘድልየና ዘላ ብኤርትራ ተማም ዛረብ እቲ ስርዓት ነቐምጦ ጸላኢና እዩ ብሕጂ ስርዓት ህግደፍ ንኤርትራ ከዕሪ ዊን ድማ ንኤርትራ ጽቡቅ ክሓስብ ኢልካ እእምሮ ን ግዜ ምሃብ ማለት ዳርጋ ዓለም ጠፊኣ ማለት ኢዩ ምክንያቱ እሱ ዓጢቁ ኢዩ ብመሰረቱ ንከጽንተና ኢዩ ዓጢቁ ንከጽንተና ካዩ ነዘን ክብርታት እዚኤን ኣቀዲሙ ወቂዕወን ዘሎ ናቕን ጥራሕ ኣይኮነን ኣብ ብዙሕ እውን ኣትዩ እዩ። ኣብ ብሄር ኣትዩ ኣብ ክልተ ምቕል፣ ኣብ ሰብኣይን ሰበይትን ኣትዩ ሰብኣይን ሰበይትን የፋትሕ። እዚ ኸኣ ኣየናይ እንተልናዮ ኣብቲ ሕሉፍ መርበባት እከይ ይጥቀምሉ ዝነበሩ ናቶም ኣሰራርሓ እዩ እዚ። ተሓቢኡ ኮነ ዝሰርሖ ዘሎ ንሕና እውን ንፈልጥ ኢና እንታይ ይሰርሕ ኣሎ። ነቲ እሱ እከይ ይጥቀመሉ ዘሎ ንሕና እውን ናብኡ ክንጥቀመሉ ምዃንና ግን ነፍሲ ኤርትራዊ ነፍሲ ወከፍ ኤርትራዊ ክስሕቶ የብሉን። ከምቲ ንሱ ዝገብሮ ንሕና ኣብ ቃጻን ኣብ ምቕንጻልን ኣይንኣትን ኢና፣ ስም ምሃብን ናብኡ ግን ክንጥቀመሉ ኢና፣ ብምሉኡ እቲ ዝጥቀመሉ ዘሎ ስጋያዊ መርበብ እቲ ዝረተራ ዓለማዊ መርበብ ዝጥቀም ዘሎ ንሕና እውን ብናቱ ኮቢ ንጥፍኣቱ ክንጥቀመሉ ኢና፣ ስለምንታይ ኮሉ ግዜ እሱ እውን ካብ ሓንጎሉ የምጽኦ እንኮይሉ ቻይናን ኣብ ካልእን ተማሂሩ ዘምጽኦ እና ኣምጺኻ እንታይ ገሩ እዛ ሰልዛ ምስጢራዊ ሰልፊ ትበሃል ኣቑሙዋ እና ኣቑሙ ከኣ እንዳ ቀንጸለ ኣትዩ ነዚኣ ከኣ በጺሕና ኢና ተማሂርናላ ኢና ንጽቡቕ ክንጥቀመላ ኢና ስትና እውን ኢና ኣንጻር ንኡ ንኡ መጥፊኢ እሱ ንኣና ክጥፍእ መይዝዋ ንሕና ክኣ ንኡ መጥፍኢ ክንጥቀመላ ኢና ምክንያቱ ናቱ ኣይኮነን ስልቲ ኣዕናዊ ስልቲ እዩ ናብ ወለዶ ክመሓላለፍ ኣይግባእን እዩ እምበር ናብዚ ስርዓት እዚ ፋሽታዊ ስርዓት ሕጊ ዱር ዝጥቀም እዩ ብሕጊ ዱር ክንመጾ ስለዝኾና ነሱ ዝጥቀመሉ ብምሉእ ሜላታት ንሕና እውን ክንጥቀመሉ ምኳንና ኩሉ ኤርትራዊ ክርዳእ ክኸል ኣለዎ

ብሙሉ ሪኢናዮ ኢና ብሙሉ ተሃሪሙ ዘሎ እዩ ኣብ ርእሲ ኦሮሚዩ ብሙሉ መሰረት የብሉን ስለዚ ንሕና ርእሲ ዘይተሃርመ ሓደ ሃገራዊ ቃልሲ ኢና ክንሃንፅ ዘይንቕነቕ ብኤርትራውን ብኤርትራውነትን ብተወፋይነትን ብፅንዓትን ብኩሉ ተማልኤ እዩ ሃገራዊ ቃልሲ ክንሃንጽ ኢና። ኣብዚ እዋን እዚ ህዝቢ ኤርትራ ግን ክረግእ ክኽእል ኣለዎ። ናይ ኣምላኽ ንግበር እስላማይ ንሸውዓተ መዓልቲ ስገድ ጃር ብልና ሰርስግል ነበል ክስታናይ ሸውዓተ መዓልቲ ተማህለል ነዚ ሰይጣን ኣብ ዝባንና ዘሎ ኣጥፍኣልና በሉ እቲ ናይ ኣምላኽ እውን ንጠቀም ድሕሪ ናይ ኣምላኽ ናትና እውን ንሕና ክንጥቀም ስለ ዝኾንና ኩሉ እቲ ክኸውን ዝግብኦ ንግበር ንርገሙ መርገም እውን ከጥፍኦ ይኽእል እዩ ወለት ኣምላኽ ኣሎ ካብ መስመርና ስሒትና ንሕና ኣብ ዘይተደልየ ወይ ድማ ኣብቲ ናቱ ደርፉ ካብ ንኸይድ ነቲ ኣምላኽ ውን ንሓዞ ኩሉ ግዜ እንታይ ዝብል ፍርሃተ እግዚኣብሄር ዘይብሉ ሰብ ኣምላኽ ዘይኣምን ሰብ ምሳ ክጓዓዝ ኣይክእልን እዩ እምነት ሓይሊ እዩ ስለዚ ንኹሉ እቲ ሓይልታት ንኣና ክስጉመና ዝኽእል ሓይሊ ክንጥቀመሉ ክንክእል ኣለና ስለምንታይ ንሰላምን ንፍቕርን ንስኒትን እዩ ንጥፍኣት ንዕወት ኣይኮነን ነዚ ሕዝና ድማ ንሕና ኩሉ እቲ ዝግበር ዘብኡ ንገብሮ ኣለና ንኸይድ ኣለና ናቕ ዘይብል ሃገራዊ ቃልሲ ብኤርትራዊ ብኹሉ ከምዚ ኣቐዲሙ ኣብ ኤጸን የሃነ ብመሓመድን ብፍረወይንን ብሳባን ብፋጥናን ብመርየምን ተስፋይን ሳልሕን እቲ ሃገራዊ ቃልሲ እዚ እቲ ህዝቢ እዚ ነዚ ከኣ ንሕና ክነምጽኦ ኢና እሱይ ሴርዎ ጸኒሑ ብላዕሊ ነዚ ስውር እዚ ግን ንሕና ክንመልሶ ኢና። ስለምንታይ ንዝብል ሕቶ ኣብቲ ሓቀኛ መንነትና ኢና ክንመጽእ፣ ኣብቲ ሓቀኛ ኤርትራውትና ኢና ክንመጽእ፣ ኤርትራውያን ንሕና ኢና። ሓደ መጺኡ ኣብ ሚድያ መጺኡ ኣነ ሰሜን ትግርኛ ክልተ ትግርኛ ማን ስሚን ትግርኛ ዶ ትግርኛ ዝበሃል ቋንቋ የለን እዚ መሳርሕናት እዩ ኢትዮጵያ ኢትዮጵያዊ ትግርኛ ነይሩ ዘሎ ምሳና ርክብ የብሉን እቲ ኣብዚ ኤርትራ ዘሎ ከኣ ኤርትራዊ እዩ ምናልባት ኣብ ዜግነታት ክፈላለ ይኽእል እዩ ኣቕዲሙ ብ ኣሉላ ዝመጸ ኸውን ብ ሃጺ ዮውሃንስ ዝመጸ ኸውን እዩ ስደተኛ እዩ እንተ ኣብ ከምኡ ዓይነት ኣትዩ ማለት እዩ እንተ ዘይኮይኑ ክነብር ይኽእል እዩ መን ከሊእዎ ድዩ ይነብር ነይሩ ነይሩ እኳ ይነብሩ ሕጂ እኳ እዮም ተቐላቒሎም ብመሰረት እቶም ኤርትራውያን ትግርኛ ካበይ ኣለዉ ንዝብል ሕቶ እውን ሓንሳብ በጫ ቅብለካ የእምሮኻ ካበይ ኣለዉ ስለዚ ንሕና ኣብ ዘይተደልየ ዓዘቕቲ ኢና ክንጓዓዝ ጸኒሕና

ክንገብር ኢና። ክንገብር ኢና። እቲ ንሕና ንገብሮ ግን ንዕንወትን ንጥፍኣትን ዘይኮነስ ምእንቲ ንድሕነት ሃገር ነቲ ንሕና ንኸዶ መገዲ ወይ ድማ ዕላማና ዝፈታትን ክንገብር ኢና። ቀዳምነት ብሰብኣዊ ዝምድና ንሕጊ ተገዛእቲ ሕጊ ክንከውን መሰል ደቂ ሰባት ክንሕሉ መሰልና እውን ክንሕሉ ንብል ስለ ዘለና ቀዳምነት ንሕና እቲ ሕጊ ኢና ክንጥቀም በቲ ንሱ ዝኸዶ መገዲ ክንከይድ ስድኣ ደሊና ንሕና ኩሉ ክንግበር ክንገብር ንኽእል ኢና ሽፍታ እዩ ቀታሊ እዩ ቀንፃሊ እዩ ሃዳድ እዩ ብምንታይ እዩ ባኣ ናይ ጉርብ እዩ እዚ ጉርብ እዚ ብሕጊ ዱር ጥቀም እዩ ንሕና እዚ ሕጊ ዱር እዚ ክንጥቀመሉ ንክእል ኢና ኣብ ነፍሲ ወከፍ ከተማ ኣርባዓ መንእሰይ ክንገብር ንክእል ኢና ክንምውሎም ንክእል ኢና በቲ ናቱ ቋንቋ ክነርድኦ ማለት እዩ ንሕና ግን ናብኡ ክንኣቱ ኣይደለናን ሓድ ውልቀ ሰብ እዩ ንምሉእ ኣእምሮና ገዚእና ሕውዝውዝ ኣቢሉና ዘሎ ካብዚ ሕውዝውዝ ኣቢሉና ዘሎ ካብዚ ኣስኪሩና ዘሎ ክንወፅእ እሞ ከመይ ዝግበር እቲ ኣገባብራ ክንርእዮ ኢና ስለዚ እቲ ኤርትራዊ ነዚ ኩሉ ክብርታቱ ንክመልስ ነዚ ኩሉ ክብርታቱ ኣብ ኢዱ ንክጭብጥ ኣብዚ ንሕና ንኸዶ ዘለና ሃገራዊ ቃልሲ ይምጸእ። ኣቐዲመ ኣነ ጠቒሰ ኣነ ጽረ ኣትሓርሓርትን ጽረ ሰውራን ከዳዓትን ጠላማትን ንኦም ደው ዝበልኩ እየ ኣነ። ብዝኮነ ኣነ ሃገራዊ ቃልሲ ኣለኒ ቅኑዕ ኤርትራዊ ኣነ ቃልስ እየ ዝብል እድግፎ እየ ኣነ ነዞም ሽማውያን ግን ንኦም እየ ኣነ ደው ኢለ ዘሎ ቦታካ ኣይክህልዎምን እዩ ኣደናጊሮም ነብሶም ኩሕሊን ካባን ተኸዲኖም መዲሮም ግና ኣብ ፈቐዶ ቦታ ፕረዚደንት ክኾኑ እፍትኑ ኣበይ ኣብ ዘይተወልደ ግርማይ እንታይ ሰገሩም እዞም ሰባት እዚኦም መሬት ኤርትራ ይረገጹም ኣበይ እቲ ፕረዚደንት እንታይ ክኸውን ፕረዚደንት እዩ ብደገ ዝመጽእ ኣለኒ ንሕና እኳ ክቡራት ኤርትራውያን ሰላሳ ዓመት ተጨፍጭፍና ኢና ብታንክታት ረጊጽና ብከላስተር ቦምብ ተቓጺልና ኣበይ ደኣ ነይሩ እቲ ጀኔቫ ንብሎ ኣበይ ነዳ እቲ ሕቡራት መንግስታት ንብሎ ኣበይ ነይሩ ደኣ ሕጂ ሕጂ ደኣ መን ክበና ንሕና ኣብቲ ደገ ኣኼባ ጌርና ፕረዚደንት ጌርና ኣብኡ ክበና ማለት ስልጣን እሱ እዚ መኣዝን ናይቲ ቃልሲ ንምጥምዛዝ እዩ። ሓደ ነብሪ ጠሒስ ኣብ ገዛኻ ኣትዩ ደቅኻ ዝበልዕ ደቅኻ ኣብልዑ ኣለዉ። ነብሪ ኣትዩ ዘላዊ ሽማግለ ጽውዓሉ ደቅኻ እናተበልዑ። ስለዚ እዞም ሰባት እዚኦም ከምይ እዮም ዝገብሩ ዘለዉ ደቆም እናተበልዑስ እንዳረኣዩ ከይዶም ስጋእ ስዝውድኦም ሽማግለ ጽውዑ ኣለዎም ማለት እዮም ክቡራት ኤርትራውያን። ስለዚ እዚ ብሓይሊ ፈቲኹም ጸሊእኩም ኢሉ ረጊጽና ዘሎ ስርዓት ጌርና እኳ ኢና ክቡራት ኤርትራውያን ቅዋም ጌርና ኢና ነቲ ቅዋም ረጊጽዎ እዩ ንኡ ጥራሕ ዘይኮነ ንኣና እውን ብሂወት እንተለና ኣብ ሳንዱቅ ሬሳ የእትዩ ኣብ ዝባንና ጠጠው ኢሉ ኣይከሰርናን ንብረትና መሊስናይ ንቦም ኢትዮጵያውያን ከይዱ ኪኖ እዚ ንሕና ምልእክቲ እንታይ ክበናዮም ንዝደሊ ዘለና በየናይ መለክዒ ኢና ክንሰምዖ ንኡ ክድግፍ ዝብል ሰብ ከ። ኣይከሰረን ኣበ ዝምእ ድግፍ ሰብስ ኣይከሰረን ምክንያቱ ንብረቱ መሊሱ ኣሎ ትግራዋይ ኦው ኢትዮጵያዊ ምስኡ ታይ ዘዛርብ ኣለና ንሕና። ምስኡ ዘዛርብ የብልናን ንሕና ኢና ከሲርና ዋጋ ከፊልና ኢና ዋጋ ከፊልና ድማ ስለዝከሰርና እቲ ከሰራና እሱ ይከሰረን እሱ መተካእታ ኣንድነት እዩ ፈቲኑ እዩ ገይሩ እዩ ምክንያቱ ነዘን ኩለን ተጠቂሙ ዳርጋ ሕጂ ተዓዊተ ኣብ ዝበለሉ ሰዓት ኣዘንጊዑ እዩ ንኣቢ ከም ማና የምፅእዎ ማዕበል ንሪኦ ኣለና ኩላትና ጋን ኣቲና ንኣና እውን ምክንያቱ ሃንደብትነት እዩ ሓንሳብ ጅቡቲ ጎይ ሓንሳብ ንየመን ጕይ፣ ኣብ ኣስመራ ማኒፌስቶ እምብልታ ተሃሪሙ፣ ተደምረናል፣ ሓንቲ ሆነናል ብትግርኛ ቋንቋ ተሰሚዑ። ሞሳ ናቲ እዚ ሪኢኹሞ ኢኹም ትግራይ ነታ ስልጣን ኣረክብ ኣቢሎማ ስሕብ ኢሎም ኣበይ ኮፍ ኢሎም ኣለዉ ኣብ ትግራይ ኮፍ ኢሎም ኣለዉ ንምንታይ እዩ በየን እዩ መፂኡ ኣቡ መን እዩ በየን እዩ መፂኡ ብሰማይ ድዩ መፂኡ እ፣ በየን እዩ በየን ነፂቡ እ፣ ነዛ ወርቂ ክንፍክር ኣለና ኣቢ ኣነ ረኪበካ እየ እ፣ እስኻ ኢኻ ተመሓድረና እ፣ እዚ ኩሉ ሪኢኹም ኢኹም ኩሉ እዛ ሃገር እዚኣ ግን እታ ባንዴራ ተንበልብል ኣላ እዛ ባንዴራ እዚኣ ብዓለም ዘደንቕ ብዓለም ዝገርም ዝመጸት እያ ብዋጋ ብደም ዝመጸት ዘውርዳ ማን ኣይትብልን እዩ ምናልባት እንታይ ክፍትን ይፅዕር ኣሎ ኣብ ገለገለ ሃገራት ትራእይ ባንዴራ እንዳንበልበለት ብታሕቲ ህዝቢ ትቐይር ኢኻ እንዳጨፍለቕካ ማለት ኣብ ከምኡ ዓይነት ኣንፈት እዩ ዝጓዓዝ ዘሎ እዚ ነዚ ግን ህዝቢ ኤርትራ ዕድል ኣይሃቦን ኣሎ ህዝቢ ኤርትራ እውን ንሕና ሰነፍ ኣይንብሎን ኢና ሰነፍ ኣይኮኑን ህዝቢ ኤርትራ እቲ ዝፈልጦ ህዝቢ ግን ነዘን ኣብ ሰለስተ ነዘን ሰለስተ ዓንዲ ሰይርና ኣሎ ኣብ ሃይማኖት ኣሳቂሉና ኣብ ዓሌትነት እእትዩና ኣብ ኣውራጅነት ኣእትዩና ሕጂ ነዚኤ ስለ ሰበረና እንታይ ኮይኑ እቲ መንእሰይ ሰንከል ሰንከል ኣቢሉና በል ሕጂ ነዚኤ ንሕና ንሰብረን ኣለና ክቡራት ኤርትራውያን ነዚኤን ሴርና ድማ ናብቲ ሓቀኛ ምስልናን ናብቲ ሓቀኛ ቃልስናን ክንጓዓዝ ልዕሊ ኩሉ ግን ንሕና እምነት ክህልወና ኣለዎ ነቲ መገዲ ኣምላኽ እውን ኣይንረስዕ ንማህለል ሸውዓተ መዓልቲ እስላማይ ዳኣ ግበር ስገድ ነዚ ዲክተቶር ስርዓት ኣጥፋኣልና ነዚ ሰይጣን ኣጥፋኣልና በል ክስታናይ ካኣ ሸውዓተ ማዓልቲ ተማህለል ሩሑቅ ሃሉ ቀረባ ሃሉ እምነት ሓይሊ ምናልባት ገለ ሰባት ንማህለል እንተለያ ካይሲ ከምቲ ተንበርካክነት ዝመስሎም ሰባት ኣለው ተንበርካክነት ኣይኮነን እምነት ሓይሊ እዩ ኣምላክ ዘይኣምን ካኣ ክዕወት ኣይክእልን ክውገስ ውን ኣይክእልን ክብራት ኤርትራውያን። ስለዚ እቲ ንኸዶ መገዲ ኩሉ ግዜ ብንርእዮን በቲ ንሕና ክንበጽሖ እንብልን ብኤርትራ እውን ብእምነትን ብጽንዓትን ኢና ንሕና እቲ ቃልሲ ክነካይዶ። ህዝቢ ድማ ቆላሕታ ክምእዘን ክጸንዕ ጥራሕ እዩ ዘለዎ። እዚ እምባገነን ኣይኮነን ግን እዚኣ የብሉን ንሕና ኢና ክንዲ እምባ ጌርናዮ ዘለና ናቱ ድምፂ እንዳኣድመፅና እንዳ ኣምለኽና ንሕና ኢና ሰማይ ሰቒልናያ ዘለና ንሕና ኮይና ረማዕ ክነብሎ ኩሉ ኣብ ኢድና እዩ ነዘን ሰለስተ ክብርታት እዚኤን እዘን በዓልቲ እቲ ሸፊትለን ዘሎ ነዚኤን ኣፍሪስናየን ኣለና። ነፍሲ ወከፍ ኤርትራዊ ከኣ ካብ ኣእምሩ የፍርሰን። ኣውራጃ፣ ዓሌት፣ ሃይማኖት። እዚኤን ምስ ፈረሳ እቲኦም ኣብኡ ዝጸንሑ ሸፋቱ ኣዛብእ ግርግር ኢና ንብሎም እቶም ሸፋቱ ምክንያቱ መዓት ዶላራት ሓቂፎም እዮም ኣብኡ ኣብ ለውጥ ታቦት ኮይኖም እዮም ሰላም ከሊኦምና ነይሮም እቶም ሸፋቱ ከዓ ምሕና ምሕና ንሩሑ ሓርነትና ናይ ኣዋርሕ ሕቶ እዩ ህዝቢ ኣብ ሓደ ቃታ እዩ ዘሎ እንታይ ስኢኑ ኣሎ እዚ እው ርእሲ እው መገዲ ዝሕብር እዩ ስኢኑ ዘሎ ሓንቲ ቁልዕ እያ ትደሊ ሓንቲ ቁልዕ ነዛ ቁልዕ ሓንሳብ ሰው እንተኢላ የለን ስርዓት እዛ ደቃይቀ የለን ጥፍኣቱን ንውሓቱን ኣብ ኢድና ዝውሰን ጥራሕ እዩ ኣብ ኢድ ኤርትራውያን ጥራሕ እዩ ምክንያቱ ንሕና ኢና ባባ ጌርናዮ ዘለና ተሰቂልናዮ ንከይድ ዘለና ጼርናዮ ከኣ ኣብ ሕቆና ተሰኪምናዮ ከኣ ዋይ ንብል ነውሪ ዶ ተመን ኣብ እግርኻ በትሪ ኣብ ኢድካ ልክዕ ኣባና ዘለ ኤርትራውያን ታቦተ ቅዱሳን ኣላ ኩለን ሰቡ ከባቢ ኣብዚ ሃገር ዘለዋ ብማእከላይ ግምት እንተወሰድናየን ከባቢ ሰለስተ ሚእትን ሓምሳን እ፣ ዝግመታ ታንክ ጥራሕ ኣለዋ ወላ ናይ ቀደም ኮና ዝሰርሓ እየን ኣብ ነፍሲ ወከፍ ገዛ ሰለስተ ክላሽን ኣሎ። እንታይ ደኣ ኮይና ኣለና እንታይ እዩ እንታይ ዓይነት እና ዘሎ እንታይ እዩ ኣብ ራዕድን ሽበራን ኣብ ሽቆራን ኣቲና እ፣ ወላ ንዑ ተረሸኑ እ፣ እንዳተባሃሉ ብረቶም ኣቕሚጦም ዝርሸኑ እውን ኣለዉ

እዚ ሰብ እዚ ዝገብረና ዘሎ መንግስተ ሰማይ ክወና ይረኣ ያጀባ እሱ ሰብ ዝገበሮ ብፁእ ኣም ከምዚ ኣምላኽ ዝገበሮ እስያስ ዝኣሰሮ ብፁእ ኣምላኽ ዝኣ ከምዚ ኣምላኽ ዝኣሰሮ ነምልኾ እእትዎም ወሲድዎም እዚ ሰብኣይ በይኑ ከምዚ ክንብል በዓልና ኢና በዛ የማነይቲ ኢድና ጸጋማ ኢድና ንቆርጽ ዘለና ንሕና ኤርትራውያን በዓልና ኢና ሰብን ዝብእን ምፍላይ ስኢንና ካብ ዳንኬራ ንቕል ኣለና። ክንዲ መርኣያ ክንከውን ንፍትን ጠጢኡና እንዳበልና ከዓ ንሰፍር ኣለና። ምቃል ዘጋይ መሪኡና እንታይ ይኸተሉ? ክነብር ተኾንና ንዓመጽና ብሓባር ኢና ከይድና ንርኢ። ብሓበራ ንሃንጾ ሃገራዊ ቃልሲ ነቲ ሃገራዊ ቃልሲ ይንዋሕ ይሕጸር እቲ ዝኸፍሎ ዋጋ ብመገዱ እናተራእየ መዐቀኒ እዩ ኮፍ ኢልካ ዘቲኻ ዝስጉም ቃልሲ እዩ። ኣብ ለንደን ኮንካ እ፣ ፕረዚደንት መሪፀ እ፣ ኣብ ኣሜሪካ ኮንካ ፕረዚደንት መሪፀ ኢልካ ነቲ መኣዝን መንእሰይ ንታሕቲ ምጥምጣፍ ሓንሳብ ይኣክል ዶ እ፣ እዚ ስርዓት እዚ ይኣክል ኣይሰምዕን እዩ። ይኣክል ዝበሃል ኣይሰምዕን እዩ። ዕረፍ ከብለና ዝዓጠቐ እዩ። ብኣንጻሩ እንታይ ዝብል እዚ ርጉም ህዝቢ ኤርትራ ንኣይ ትግራዋይ ዝብለኒ ኣሎ ኣነ እኳ ከርእዮ እዚ ህዝቢ እዚ ኣነ ኣምጽኣ እዛ ሃገር እዚኣ ኣነ ከቐጥፋ እየ ሶማል ስዒራ ከኣ እየ ዝበለ እዩ ሰብ እዚ ካብ ነዋሕ እናፈከረ ዝመጸ እዩ ስለዚ ንሕና ኤርትራውያን ንፈልጥ ኢና ናቱ ተጋብር ንጸርፎ ኣለና ወዲ በራድ ወዲ ታኒካ ወዲ ጠራጢ ንብሎ ኣለና እዚ ሰብ እዚ ግን ወዲ በራድ ኮይኑ ኣብ በራድ ሒሲና ኣሎ ኣብቲ በራድ ጥቕጥቆና ኣሎ ቀሊል ሰብ ጌርና ንውሰዶ ነቶም ክብርታት ደቂ ሰባት ከጥፍኡ ዝኽእሉ ስልትታት ትጥቀመሎም ኣሎ ብልዮ ነይሩ ሕጂ ንሕና ጸሪፍናዮ ወዲ ታኒካ ወዲ በራድ ኢልናዮ ን ሰማዕ ኣይኮነን ነዚ ምቕንጣብ ክሳዱ ናብዚ ንክንበጽሕ ከኣ ንሕና እንታይ ዘድልየና ክብርታትና ሃገራውነትና ኤርትራውነትና ክንኣምን ክንክእል ኣለና ዘርባዕባዕ ሓንሳብ ኣግኣዝያን ሓንሳብ ሰሜን ትግራይ ዶ ደቡብ ትግራይ ዶ እንዳበልካ መኣዝ መንእሰይ ምስሓት ወይም ድማ መኣዝ መንእሰይ ንክጥምዝዝ ኣብ መንጎ እስላማይን ክስታናይን ምትእምማን ንክትከልእ ኢልካ ዝፍተን ፅናት እዚ ሕቡእ ጅባ ናይቲ ስርዓት እዚ ስውር እዩ ካብ ሰዓት እዚ ይምረር ይንዋሕ ይሕፀር እቲ ሓርነት ክጭበጥ እዩ ኣበይ እዩ እቲ ሓርነት ኣልዩ ዘሎ ኣባና ሸፊትሎ እቲ ሓርነት ንሕና ኢና ባዕልና ብገዛእ ርእስና ብገዛእ ፍቃድና ሓርነትና ነፊግና ዘለና ንሕና ኢና ኤርትራውያን ስለምንታይ ነዘን ሰለስተ ክብርታት እዚኤን ውረድ ዶብ ሰጊርና ከማን ንሕና ኣግኣዝያን ኢና ትግራይ ኢና ዝብሉ ክምንተርኣዮም ኣለዉ

ትርጉም እዚኣን ሂሙ ንሕና ዘራኽብ የብልናን። ስለዚ እዚኦም ንባዕሎም ሓደ ነቲ ናትና ቃልስና ንድሕሪት ንምጉታት ተባሂሉ ንብሄረ ትግርኛ ምትእምማን ኣብ ልዕሊ ምስልምና ንኸይሕድር ተባሂሉ ዝተገብረ እዩ። ብኣንጻሩ እንተረኣኻያ ግን ብጣዕሚ የሰክፈካ እዩ እቶም ከምኡ ኢሎም ዝዛረቡ ሰባት ወይ ድማ ዝሰምዕዎም ሰባት ከ ስለምንታይ ትምግቦም ኣለዉ ንትግርኛ ኣይናይ እስላማይ ሓሪግዎ ድዩ ኣነ ተደጋጋሚ ገልጽ እየ ኣብ በዓል ሙሩቤል ሙሩቤል ሙሩቤል ሙሉቤር ኣብ በዓል ኬሩ ኣብ በዓል ዓዲ ብሪም በዓል ብሉግ በዓል ዓዲ ኩኩይ ዘይኮና ትግርኛ ሻሂ እንዳ ሰርሓ ንበይነን ዝነብራ ዘለዋ በይነ ስላማይ ተንክፍወን ትፈልጥ ኣየናይ ትግርኛ ከ ብእስላማይ ተሓቢኡ ይፈልጥ እዚ ኩሉ ስግረ ዶብ ክመጽእ እንከሎ ማይ እንዳ ስተዩን ብገመል እንዳ ረኣዩን እንዳ መርሑን ዶ ይፈልጥዎ ዘለዉ ስለዚ እዚ ካብ ኣርእስቶ ነምጾ ኣይኮናን ንተዘክሮ ግን ክንትንክፎ ስለ ዘለናየ በትሪ ናይቲ ስርዓት ሻፎ ናቱ ስለ ዝኾነት እታ ሻፎ ናቱ ከኣ ድማ ንሕና ንእለያ ቀሊና ድማ ንሕና ንክብርናን ንሃገራውነትናን ንቃልስናን ንቅድሚት ዘሰጉም ጉዕዞ ሕልናና ንሕሰብ ብእምሮና ንሕሰብ ኣነ ክቃለስ እየ ኣነ ኣብቲ ሃገራዊ ቃልሲ ክሳተፍ እየ ኣነ ቅኑዕ እየ ዝብል ሰብ ድማ ይቕረብ ኣነ ተደጋጋሚ ደውሉልና ኣይትቅረብ ናይ ገዛእ ርእስኻ ሓደ ዓንቁራ ግበር ሓደ ወግድ ንበራሉ ጓልካን ወድኻን ተወደብ ኤርትራዊ ጥራሕ ኩን ተወዲብካ ድማ ሓይሊ ሓዝ ሓይሊ ሰብ ሓይሊ ሰብ ምስ ሓዝካ ሽዑ ኣነ ከምዚ ዓቅሚ ኣለኒ ከምዚ ሓይሊ ኣለኒ ኢልካ ክኣ ቅረብ። እዚ ሚድያ ንሪኦ ዘለና እዚ ንፋስ ምስ መን ንዛረብ ኣለና ንመን ናብ ምንታይ ከም ዘለና ኢና ንሕብር ዘለና ኣለና ብቓልሲ ክንካይዶ ኢና ህዝቢ ኤርትራ ተበራበር ኢና ንብል ዘለና ምኽንያቱ ንሕና ገዛኢ የብልናን ናቱ ቀጻልነቱን ጥፍኣቱን ንውስኖ ንሕና ጥራሕ ኢና ኤርትራውያን ነቲ ስደት ቀዳማይ ዕላማ ኣይንሰዶ ስደት ስደት ምዃኑ ኣይተርፎን እዩ መናብርትና ዘይኮነስ ግዝያዊ መዕቆቢ ባዕቲ ጥራሕ እዩ ስለዚ ንሕና ነቲ ከናብረና ዝኽእል ሃገር ክብሪ ህዝቢ ሕጊ ከም ኩለን ሃገራት ከቢረን ዝነብራሉ ኤርትራ እውን ከም ኩለን ሃገራት ከቢራ ንክትነብር ሕግን መሰልን ቅዋምን ዘለዋ ሃገር ክንገብር ጥራሕ ኢና ክንጽዕር ዘለና ክቡራት ኤርትራውያን። ብዙሕ ተዛሪብና ግዜ ኣርቢሕና ዋጋ የብሉን ታርጌት ኣለና ክንኸዶ ታርጌት ሃገራዊ ቃልሲ እዩ እቲ ሃገራዊ ቃልሲ ድማ ሰብን ዝብን እንዳፈለኻ ነዘን ሰለስተ ክብርታት ተመንዚዐን ዝፀናሓ ንአን መንጢልካ ምምላስ እዩ ንአን ከዓ መሊስናያን ኣለና ክቡራት ኤርትራውያን ንሕና እዚ ንኸዶ ዘለና መስመር ቃልሲ መስመር ሃገራዊ ቃልስን ኤርትራዊ ቃልስን ስለዝኾነ ሃይማኖት ዓሌት ኣውራጃ የለን ኣብ መስመርና ንሕና እቲ ክብሪ ኤርትራዊ እቲ ኤርትራውነት ክንመልስ ኢና ንቃለስ ዘለና ተግባር ከኣ ክውን ከኣ ክንገብር ኢና ኣይተገብረን ስጋዕ ሕጂ ሕጂ ግን ክንገብር ኢና ክቡራት ኤርትራውያን ኣይገብሩን እዮም እዚኦም ሓንቲ ይገብሩ እናተባሃለ ብዙሕ ተዘሪቡ እዩ ንክንገብር ግን እዘን ዕለታት ኣዕሩድ እዚኤን ብዙሕ ንዓና ሸግረናናን ጸኒሐን ምክንያቱ ውድብ ኣለና ቦካ ውድብ ኣለና ኢሎም ከኣ እቲ መንእሰይ እልቢ መንእሰይ ኣብኡ ጅሆ ሕዝዎ ጅሆ ሒዞም ከኣ ነቅ ከምዘይብል ሰበባ ከምዘይ ቃላይ ሰበባ ዝገበረ ነቅ ኣይብልሙስ ነቲ መንእሰይ ከምኡ ገይሮም ቀትሎሞ እዮም ብኣውራጃ ብዓሌት ሓማሴን ኣኮሎጉዛይ እዚኦም ምስልም እዮም ኣሓርድዮም ቆርጺም እንዳበሉ እቲ መንእሰይ መስኪን ኣኮኮ ስሕቶሞ እዮም ጸኒሖም እተን ሰለስተ ሰሌንተን ኣዕኑድ ኣብ ሸኲትለን ጸንሐ፣ ሃይማኖት፣ ኣውራጃ፣ ዓሌት እዚኤን እየን። እዚኦም ብምሉኦም ኣውራጃ ኢሎም ኣብ ሃተፍ ዝብሉ ዘለዉ እቲ ኣውራጅኦም ኣብኡ ክንደይ ድኻታት እዮም ዘለዉ መሳቲ ሓግዙን ኣውራጅኦም እንተትብሎም እዚኦም ፅባሕ ንኮ ቴሌፎን መዓፀው ነይሮም እቶም ዓዶም ግን ከምኡ ክብልዎም ይግባእ ነይሩ ቴሌፎን መዓፁ ፅባሕ እዚ መሳርሒ በትሪ ናይቲ ስርዓት እዩ ስለዚ ንሕና ብኢድና ከይንውቃዕ ክቡራት ኤርትራውያን ሓጻር እያ ታናትና ናጽነት ኣምጺእና ኢና ሓርነት መንዚዕና ኣሎ ነቲ ሓርነትና ንምርካብ ንሕና ኢና እውን ነቲ ሓርነትና ከልኪልና ዘለና ምክንያቱ ሰራዊት ንሕና ኢና ሓለውቲ ንሕና ኢና ኣሰርቲ ንሕና ኢና እዚኦም ኩሎም ተኣሲሮም ዘለዉ ኤርትራውያን ሲ ንኦም ዝሕልዎም ዘለዉ ከ ኤርትራውያን ዲዮም። እዚ መንእሰይ እዚ በላህ መንእሰይ እንተዝኸውን እዚ መንእሰይ እዚ ብሓቂ ሃገራዊ ቃልሲ መስመር ተዝሓዝ ብሓንቲ መዓልቲ ነዚኦም ከውጽኦም ምኸኣለ ስለምንታይ እቲ ዲነሞ ዝብሃል ናይ ሓንቲ ሃገር መንእሰይ እዩ እሱ እዩ ከኣ እቲ እቲ ጸዓት ዝስድድ ዘሎ። ነዚ ዲኖሞ እዚ እሶም እዮም ክጥቀምሉ ዝግባእ እቶም መንእሰያት የለውን ንክህልው ግን ንሕብሮም ኣለና ንክህልው ከዓ ክነማእዝኖም ንክህልው ከዓ ደው ክንብል ምስኦም የለውን ኢልና ንሕና ክነናሽቦም ኣይኮናን ንክገብሩ ግን ክንወቅሶም ኣለና እቲ ክግበር ዝኽእል ከዓ ንሕብሮም ኣለና ንምንታይ ብሙሉእ እቲ ዋርድያ ዘሎ መንእሰይ ኣገልግሎት ይኩን ሃገራዊ ኣገልግሎት ሓውኹም ሓውና ሓፍትና እዚኦም እዮም ናብዚኦም ክበፅሕ ክኽእል ኣለዎ መንእሰይ ናይ ገዛእ ርእሱ ሰፍኤት ክፈጥር ክኽእል ኣለዎ። ናይ ገዛእ ርእሱ ቃልሲ ክፈጥር ክኽእል ኣለዎ። መንእሰይ እዩ ዝቕይሮ። ነዚ ስርዓት እዚ እዚ መንእሰይ እንተ ደኣ በሊሑሉ ነንኪ ኣብ ሰለስተ መዓልቲ በራዕ ክብል ከሎ ምክንያቱ ንሕና ጓና የብልናን ግዳማዊ ጸላኢ የብልናን ንሕና ኢና ንሕና ኣብ ነብስና ስለዚ እዚ ኩሉ ኣብ ዝባና ተሰቒሉ ዘሎ ሰይጣን ኣረሜን ውይ ድማ ሽፍታ ተከዘ ብሕጉዱር ዝጥቀም ማለት እዩ ሕጊ የብሉን ብሕጉዱር ይጥቀም ኩሉ ግዜ ሰውራ ክበሃል ከሎ ክቡራት ኤርትራውያን ክሳብ ኣብቲ ዓዲ ዝኣቱ ሕጉዱር ይጥቀም ሕጉዱል ይግጠም እጭፍጭፍ እዚ ጃሱስ ኢሉ ቅጥቅጥ እዚ ጃሱስ ኢሉ ርሽን እቲ ሰውራታት ዝፋትኩም ኢና ተበላዕ ዝኸድ ክቡራት ኤርትራውያን ስለዚ ንሕና ኣብቲ ሰውራታት ክንደፍእ ዘይኮናስ ሳዕቤኑ ንፈልጦ ኢና እቲ ኣወትኡ ከዓ ንፈልጦ ኢና ስለዚ ንሕና ነዚ ኩሉ ኣሊና ኣብ ሓደ ሃገራዊ ቃልሲ ቅኑዕ ጻዕዳ ሽፋን ዘይብሉ ባዕቲ ዘይብሉ ብህዝቢ ዝተፈልጠ ቃልሲ ንመንበሪ ውልቀ መለኽቲ ዘይኮነ ንመንበረ ስልጣን ህዝቢ ኤርትራ ዝቃለስ ሰውራ ሃገራዊ ሰውራ ጻዕዳ ክንምስርት ኢና ንቃለስ ዘለና ክቡራት ኤርትራውያን ኣጆኹም ኣጆና ደውሉ ሓሳብ ንሓሳብ ክንወሃሃብ፣ ርእይቶ ንርእይቶ ክንወሃሃብ፣ ንፉዕ ዘለዉ ክነቕርብ፣ ናብ ጌጋ ዘለዉ ድማ ሓቢርና ዘቲና ናብ ጽቡቕ ክንመልሶ፣ እቶም ኣብ ኣውራጃን ኣብ ሃይማኖትን ዓሌትን ተጠምዚዞም ዘለዉ ንኦም ዝጠምዙ ዘለዉ እውን ፈሊጥና መንን መንን ምዃኖም ድማ ክንዝትየሎም፣ ንደዋወል፣ ንቀራረብ፣ ክቡራት ኤርትራውያን ንሕና ንሃገርን ንህዝብን ካብ ኮይንና ቃልስናን ዘረባናን ማንም ንሃገራዊ ቃልሲ ወይ ድማ ነቲ ሓቂ ንምዝራብ ዓይንና ዝኹብሎ ጨው ዝሰትኣሉ መገዲ ከምዘየለ ኣወል ኩሉ ኤርትራዊ ክፈልጥ ክኽእል ኣለዎ ዕላማ እዩ ኣብ ዕላማና ድማ ያኽ ክንድምስስ ያኽ ክንድምሰስ ክሻብ ዓወት ንቕጽል ሰባት ምዃንና ኩሉ ኤርትራዊ ክርዳእ ክኽእል ኣለዎ ሰላም ኩሉ ደላይ ፍትሕን ደላይ ፍቕርን ውድቀትን ዕንወትን ንፋሽሽታዊ ስርዓት ሕግዱር ጥቅም ህግደፍ ቻው ክቡራት ኤርትራውያን።